ዳርጋ ካብ ገዛና ወፅኤን እየን ምሕዳረን ደገ መዓልን ደገ በቃ እንታይ እሞ ክብለካ ኣለኹም ኢለይ ገሪሙኒ እንድዩ በዚ ሕጂ ግዜ ከምዚ ኣሎ ድዮ በላ ሰላም ሰላም ናይ ኣሉ ጓል ትግራይ ዩቱብ ቻናል ተኸታተልቲ ከመይ ኢኹም ደሕና ዲኹም? ኣነ ሰላም እየ እግዚኣብሔር ይመስገን ኩሉ ስባ ከምዛነ ሰላም ዘለኹዎ ደሞ ሰላም ክትህሉለይ ተስፋ ይገብር ማለት እዩ ሓቲ ማሪ ናይ ይቅርታ ጥፍእፊ ኢለኻኒ ኢሎም ኾነ ስራሕ ይገለ ቢዚ ስለ ዝኾንኩ እዩ ማለት እዩ ንኣሕዋቲ ማሪ ንመጀመርታ ግዜ ነዚ ቻናል ሓደሽቲ ዝኾንኩም ደሞ ሰብስክራይብ ብምግባር ጀምርዎ ካብኡ ደሞ ላይክ ሸር እናገርኩም ናብ ኩላም ዝበፅሕ ግበሩለይ ኣሕዋቲ ማሪ ሃናጻይ ርእይቶኹም ደሞ ኣኩም እንተ እቶም ነባራት ኣሕዋተይ እውን ከምኡ ምትብባዕ ኣይፈለየኒ ካብ ናይ ኩሉ ግዘ ማለት እዩ ከምዚ ናይ ኩሉ ግዘ ምትብባዕኩም ብርታዕኩም ሃናጻይ ርእይቶኹም ኣኩም እንታይ ይፈለየኒ ኣሕዋተይ መዓረይ እና ኣብ ዝሓለፈ ቪዲዮታት ከም ንከታተሎም ዝቐነና ተኸታታሊት ሰንታ እንዳፍቀርኩ እዮም ሒዘልኩም መፅኦ እኒኦ ክሓዝ እውን ማለት እዩ ረብዓይ ክፋል ኢና ኣቋሪፅና ነርና ሕዚ ድሞ ሓምሻይ ክፋል ሒዘ መፅኦ እኒኦኹ ማለት እዩ ኣሕዋተይ መዓረይ እና ንምዝኽኻር ዝኣክል ካብ ናይ ዝሓለፈ ክፋል ካብ ናይ ራብዓይ ክፋል ማለት እዩ ከዘኻኽረኩም ናትናኤልን ዓርኩን ገዛ እንዳ ሜላት ከም ዝኸዱ ሜላት ኣዝያ ከም ዝሰንበደት ንካልኣይ ግዜ ክራኸቡ ቴሌፎኑ ኣትሪፋ ምሸት እውን ከም ዝደወለትሉን ርኢና ነርና ኣውዚና ኣኮረፅና ነርና ማለት እዩ ኣሕዋተይ መዓሪ ናብ ሓምሻይ ክፋል ደሞ ከሰጋግረኩም ኣሕዋተይ ሰናይ ምክትታል ይገበረልና ኣሕዋተይ መዓሪ ናተይ ትፈልጠን ኢኻ እተን ክልተ ኣሕዋተይ ኣዝየን ውዕያት እየን ኣይኮነን ነዚ መብፅዓ ክተግብራሉስ ኣብ ገዛ ከማን ሓራይ ኢለን ኣይእዘዝኦን ዳርጋ ካብ ገዛና ወፅን እየን ምሕዳረን ደገ መዓልን ደገ በቃ እንታይ እሞ ክብለካ ኣብቲ ገዛ ኣነ ጥራይ እየ ነይረዮም ምስቲ ንእሽተይ ምዃነ ዋላ ንባባ ኣዝዩ ከቢድዎ ነይሩ ድሓር ግን ኣማራፂ ኣይረኸበን ነጊሩኒ ናትናኤል ደሃዩ ስለ ዘጥፍአ ይሰማዓሉ ድዩ የለን ክትፈልጥ ኣለኻ ዶ ኢላ ሓተተቶ ኣለኹ ሜሊ ገሪሙኒ እንድዩ በዚ ሕጂ ግዜ ከምዚ ኣሎ ድዩ በላ ይገርመካ እዩ ንክቕበሎ ኣመና ክቢድኒ ኣብ ትምህርቲ ዝነበረኒ ህርፋን ትፈልጥ ኢኻ ምስኡ ከዓ እቲ ወዲ ብዕድመ ጽቡቅ ገይሩ ዝዓብየኒ ዘይፈልጦን ምዃኑ ብኩሉ ምሉ ባባ ኩሉ ኣብ ውሽጡ ገይርዎ ማማ ግን ምስ ኣበኽዎም ንስኺ ኢኺ ነይርክኒ ሓንቲ ተስፋይ ካብ ፍቓደይ ትወፂ ኣይመስለንን እናበለት ክኣቱን ክወፅእን ትወቕሰኒ በቃ ንሱ ኮይኑ ዘረባኣ ካብዚ ዝገደደ ከዓ ሓሚማ ዓራት ምውዓላ ምሕዳራ ኮይና ብድሕሪኡ ግን ንነብሰይ ገንሸል ናይ ገዛና ክገብራ ወሲነ ኣደይ ከይስእና ፈሪሐ ብኣሕዋተይ ትጉህየ ዘላ ከይኣኽላስ ናተይ ተወሲኽዎ ሕማማ ናብ ካሊእ ከይብእስ እሞ ንኹሉ ግዜ ከይስእና ፈሪሐ ሕራይ ኢለዮም። ዝገርም እዩ ሕራይ ንሱስ ግን እንታይ ኮይኖም ሓቢኦም ሰብ ዘይብሉ ብዘይፈልጦ ወሲዶምኪ ተዘይተጋግየ መርዓ ኣይገበርኩምን በላ ጽቡቅ ኣለኻ ናተይ ኣነ ተሓጒሰ ዘይወዓልኩ መርዓ እሞ እንታይ ኢለዮ ገዛና ሓሲቦም ነይሮም ኣነ ግን መርዓ ኣይደልን ሰለስተ ሽማግለታት ጌርኹም ጥራይ ስዶድኒ ኢለዮም ገዛውትና ከማን ዘይፈለጡ በቲ ኩነታት ሕጉስቲ ስለ ዘይነበርኩ መሓዙቴን ባዕልን ዝፈልጦ ኣይነበረንን በለቶም ንዓኻ እውን ካብዚ ተበጊሰ እየ መመኽነይታ ምስ ሰኣንኩ ሰጎርዶብ ይኸድ ኣለኹ ኢለካ ኒለይ ሓቅኺ ኢኺ ከቢድ እዩ ኣነ ከዓ ኣመና ተሻቂለ ዝኾነ ድሃይ ምስ ሰኣንኩ ገዛኹም ከይደ ንዴኺ ሓቲተየን ዋላ ሓንቲ መልሲ ክህባኒ ኣይከኣላን በላ የቅርታ ናተይ ልዕሊ ኩሉን ዘተሓሳስበኒ ዝነበረ ንዓይ እውን ናትካ እዩ ንማማ ከዓ ንዝኾነ ሰብ ከይትነግሪ ስለ ዝበልክዋ እያ ትኸውን ብዝኾነ ኩሉ ከምቲ ትደልዮ ኣይኸውንን እዩ በጃኻ በለቶ ናይ ብሓቂ ሚለይ እምበር ኣነስ ምሳኺ ከሊእ ሓሳብ እዩ ነይሩኒ። ኩሉ ግዜ ሓሳባት ሓሳብን ኩነትን ብበይኑ እዩ ከምዚ ኢልኪ ኣደ ቆልዓ ኮይንኺ ትጸንሕኒ መን ሓሲብዎ በላ ሜላት ነታ ኣባኺ ካሊእ ሓሳብ እዩ ነይሩኒ ትብል ምስ ሰምዐት ብውሽጣ እንታይ እሞ ኣነስ ካብ ናትካ ዘይፍለ እንድዩ ነይሩኒ ግን በቃ እንታይ ይግበር በለት። ስብኣይኪ ከ ደኣ ካብ ስክፍታ ተበጊሱ እዩ ሓቲትዋ። ሜላት ግን ቅጭ መጺዋ ባዕሉ ይፈልጥ ኢላ እያ መሊሳትሉ። ናትናኤል መልሳ ኣዝዩ ሰንቢዱ ዋእ ሚሉ እንታይ ማለት እዩ በላ። ባዕሉ ይፈልጥ ከምኡ ዘይበሃል ስብኣይኪ ኣቦ ጓልኪ እዩ እኮ በላ። ብዝኾነ ብዙሕ ኣብ ገዛ ኣይርከብን እዩ። ሸቃጣ ሸንቃጣይ ስለ ዝኾነ ይኸይድ ይመፅእ እዩ። መጀመርታ ካብዚ ከተማ ወፂእና ኢና ንነብር ነይርና። ሕጂ እዩ ናብዚ መፂና። ንሱ እውን ካብ ዝመፆ ዘይመፆ ይበዝሕ ምስ በለቶ ናትናኤል ሜላት ኣብ ሓደራ ሕጉስቲ ከም ዘይኮነት ክፈልጥ ኣይተፀገመን። ሚሉ ኣብ ሓዳርኪ ጥንቅቕቲ ኩኒ ንስድራኺ ንኸይ ትጉህዩ ንክተጉህዮም ኢልኪ ካብ ኣትኽ ካብ ኣትኽዮ ሚል ሜላት ዘረብኡ ኩሉፍ ኣቢላ ግደፈና እንዶ ምርጫይ ጌጋ እዩ ነይሩ ንዕኦም ክሐጉስ ክብልስ ህይወተይ ሙሉእ ከየተሓጎስኩ ክሓልፎ ንሶምስ ክሓስቡለይ ኣይግብኦምን ሜላይ ሚለይ ኣይትጋገይ ብሓሳብ ደኣ ልዕሌኺ ከማን ከመይ ገይርኺ ኣይሓስቡለይን ትብሊ ደሓር ከኣ ሓጎስ ባዕልኺ ክትፈጥርዮ ትኽእሊ ኢኺ ሜላት ናይ ኣቃጫጭ ዝመስል ብሓቂ ክፈጥሮ እንተ ዝኽእል ንዓይ ምሓሸኒ ቀሊል ድዩ ኣብ ሓዳር ጌርናዮ ዘለና ባዕለይ ንክፈጥሮ እውን ብዙሕ ፅዒረ ግን በቃ ክመፀለይ ኣይከኣለን ስድራይ ከይሓሙ ከይጉህዩ ክብል ንነብሰይ ናብ ዘይከውን የእትየያ እየ ንሶም ተሓጒሶም ኣይ ኣነ ተሓጒሰ ንኹልና ኣይጠዓመናን ሕርቃን ሓዊሳ ናትናኤል ውሽጡ ግምጥልጥል ኢልዎ ደሓን ሚሌ ከምኡ ኣይትበሊ ሓደ መዓልቲ ኩሉ ክስተኻኸል እዩ በጃኺ ከምዚ እንዳበልኪ ነብስኺ ኣይተጨንቕያ በላ ሕጂ ንደቅስ መሲዩ እዩ ፅባሕ ባዕለይ ክድውለልኪ እየ ኢሉ ሞባይሉ ዓፀዋ ኣብ መድቀሲኡ ኮይኑ ከዓ ሚለይ ከምቲ ዝበልካያ ዓለም ፍትሓዊት ኣይኮነትን እምበር ፍቕርኺ እኮ